ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸውን እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም
ንግስቲ መበል ሚእትን ዕስራን ሓሙሽተን ክፋል ደዊለ ከዘራርቦም እየ። ሉዊስ ብዓቕሚ ዓሙ ኣይተጠራጠረን፣ ግን በየናይ ሜላይ ከካውኖ ተገረመ። እንታይ ሜላ ተጠቂሙ ይነግረኒ ዶ ኸውን? ምናልባት የሳትፈኒ ዶ ይኸውን? ሉዊስ ንምድውዋሎም ኣጥፊኡ ናብ ጎና ኣማ ተመልሰ። ድሕሪ ገለ ደቓይቕ ኤክስካሊበር ኪው ነቲ ውጽኢት ጸኒሖም ብመገዲ ቴሌፎን ወግዓዊ ክገብርዎ ምዃኖም ኣፍለጡ። እቲ ምኽንያት ዛጊት እቶም ወሰንቲ ኣካላት ኣብ ውሳነ ስለ ዘይበጽሑ እዩ። ኣሊስ በቲ ሓበሬታ ድንግርግር በላ። ክንዮ ድንግርግር ደው ኢሎም ከም ዝተዓወተ ሓቢሮማ ከብቅዑ ሃንደበት ቃሎም ብምዕጻፎም ገለ ጥርጣረ ሓደራ። ኣብ ውሳኔ ከም ዝበጽሑ ርግጸኛታት ኮይኖም እዮም ደው ኢሎምለይ ነይሮም። እንታይ ኮይና ኢሎም ደኣ ሓድሽ ሓበሬታ ኣውጽኦም ብውሽጣ ሃውተተት ናናናናናና ኣማ ንኤክስ ካሊበር ኪው ገለ ኢላቶም ክትከውን ኣለዋ
እንተኾነ ምንጪ ናይ ዝኹሉ ምቅያር ሓንቲ ደወል ናይ ኤሪክ እያ። ሚስተር ስተድሰን ከመይ ኣለኻ? ኣነ ማናጀር ኣማ ካብ ኮላይዶስኮፕ ኢንተርቴንመንት እያ። ሚስተር ሮበርት ኢልካ ክትጽውዓኒ ትኽእል ኢኻ። ቃንኡ ሕርኽርኽ ዘይብሉ ልዙብ እዩ ነይሩ። መደወለይ ምክንያት ብዛዕባ ምርጫኹም እዩ እንተዘይተጋግየ ንጅሰል ካብ ስታርኪንግ ኢኹም ከም ኣፈኛ ናይ ኤክስካሊበር ኪው ንክትከውን ሓሪኹማ ዘለኹም እንታይ ኢልካ ሚስተር ስተድሰን በቲ ዘይተጸብዮ ቀጥታዊ ቃላት ኤሪክ ደረቐ ምናልባት ዕላማኹም ብሉጻት ሞዴላት እንተኾይኑ ኮላይዶስኮፕ ቁጽሪ ዘይብለን እየን ዘለዋና። እንተኾነ ግን ዝያደአን ንኣማ ስለምንታይ ሓሪናልኩም ትፈልጡ ዲኹም? ሚስተር ስተድሰን ብርእሰ ተኣማንነት ኤሪክ ተገሪሙ ዘረብኡ ንኽቕጽል ምልክት ገበረሉ። ጅሰል ብልጽቲ ሞዴል ምዃና ኣብ ምልክት ሕቶ ዘይኣቶ ሓቂ እዩ። እንተኾነ ግን ስርሓውተንን ድሕረ ባይተአንን ግዜኹም ሂብኩም እንተትርእይዎ ሓሳብኩም ምቐየርኩም ዝብል ግምት እዩ ዘለኒ። ምናልባት ንካምፓኒኹም ኣየነይቲ ሞዴል እያ ዝያዳ ትመስላን ተንጸባርቓን ዝብል ሓሳብ እንተቐዲምኩም ማለተይ እየ። እንታይ ኢልካ? እታ ሓጻርን ንጽርትን ዝነበረት ዕላሎም ውጽኢታ ረኣየት። ሚስተር ስተድሰን ኣብ ድላይ ኤሪክ ረዓመ። ምድዋሎም ምስ ወዱ ብቐጥታ እዩ ንሰራሕተኛታቱ ነቲ ውጽኢት ወግዓዊ ንኺገብርዎ ትእዛዝ መሓላሊፉ። ድሕሪኡ ንስራሓውተን ከወዳድሮ ጀመረን። ኣብቲ ዝነበረ ምርጫ ማዕረ ክንደይ ከም ዝተሃወኹን ተረድኦ። መስርሕ ሞዴል ናይ ጂሰል ካብ ናብ ደረጃ ክብ እናበለ እዩ ከይዱ። ኣብ መድረኽ ብዘርኣየቶ ብሉጽነት ኣባል ስታር ኪንግ ክትከውን በቒዓ። ዋላ ደኣ ደረጃኣ ኣትሒትካ ዘይረኣ ይኹን፣ ብመንጽሩ ካብ ከምኣ ዝበላ ብዙሓት ሞዴላት ብፍሉይ ትልለየሉ ምኽንያት የብላን። ከምኣ ዝበላ ሞዴላት ክትረክብ እንተደሊኻ ኣብ ምሉእ ዓለም ተራብሐን እየን ክጸንሓኻ። ሚስተር ስተድሰን ተስፋ ብዝቆረጸ ብዝመስል ስምዒት ብውሽጡ ሓሰበን ቀጸለን። ኤክስካሊበር ኪው ልዕሊ ሚእቲ ዓመት ዘቑፀረ ናይ እንዳ ክዳውንቲ ትካል እዩ። ኣብዚ ናይ ዓመታት ጉዕዞኦም ብዙሕ መሰናኽል ሰጊሮምን መለለይኦም ዝኾነ ጠባይ ኣለዎምን። ልዕሊ ኩሉ እቲ መሰናኽል ሓይልዎም ሸታሕታሕ ኣብ ዝብልሉ ልክዕ ከም ኣማ ሓይሎም እዮም ዝምለሱ። እቲ ትንሳኤኣ ቁጽሪ እናወሰኸ ክኸይድ ከሎ መሊሳያ ትዓብን ዝና ትውስኽን። እቶም ናይ ኤስያ ባህላዊ ክዳውንቲ ዘወዓወዐትሉ ኣጋጣሚ፣ ከምኡ'ውን ናይ ቲኪውን ኤልኤምን እኹላት ኣብነታት እዮም። ምስኣ ብምስርሖም፣ ክሳራ ኣየጋጠሞምን ዘይኮነ ልዕሊ ትጽቢቶም እዮም መኽሰብ ግሒጦምን ዕብየት ኣርእዮምን። እታ ንሓርያ ኣፈኛ ናይ ትካልና፣ እዚ ዓይነት ጽልዋ'ዩ ክህልዋ ዘለዎ። ብውሽጡ ሓሰበ። እንተ ጂሰል ግን ጠቕሊላ'ያ ንድሌታቱ ዘይተማልእ ኮይና ጸኒሓቶ። ብሰንኩ ከኣ ብዘይፍታው ውሳኔኡ ንክቕይር ኣብ መዋጥር ሸሚማቶ። ሚስተር ስተድሰን ነቲ ናይ ሞዴል ምቕያር ውሳነ ኣብ መፈጸምታ ናይ ምብጽሑ ምሉእ መሰል ሓላፍነት የብሉን። እቲ ምቕያር ክልተ መስርሕ'ዩ ዝኽተል። መጀመርያ፣ እቶም ኣማራጺት ሽማግለ ብብዝሒ ድምጺ ውሳነ ህቡ። ውጽኢት እቲ መረጻ ኣብ ላዕሎት ፈጸምቲ ኣካል ይጸድቕ። ስለዚ፣ ነቶም ናይ ኤክስካሊበር ኪው መራጺት ሽማግለ ደጊሙ ኣከቦም። እቲ ምኽንያት ርዱእ'ዩ፣ ዋላ ደኣ ህቡብነት ኣብ ማትሕቲ ጅሰ ልኹን፣ ንትካሎም ግን እታ ዝበለጸት ሞዴል ምዃና ንከእምኖምን ደጊሞም ድምጾም ንክህቡን እዩ። መራጺት ሽማግለ ዳግማይ ተኣኪቦም ንድሕረ ባይታ ተመረጽቲ ሞዴላት ምስ ረኣይዎ ደጊማ ጂሰል ብድምጺ ዕውትቲ ኮነት። ካብ ሸውዓተ መረጽቲ ሽማግለ እቶም ኣርባዕተ ንዓኣ መሪጾም በብሓደ ንጂሰል ድምጾም ኣብ ዘዝህብሉ ኣዒንቲ ሚስተር ስተርሰን መመሊሰን ይፈጣ ነበራ። ቅድሚ ሕጂ ኣዝዩ ህልኽ ዝተራእየሉ ናይ ካምፓኒኦም ኣጋጣሚ ኣዘኻኸሮ። ድሕሪ እቲ ኣጋጣሚ ኣብ ትካሎም ተረርቲ ሕግታት ክተኣታቶ ጀሚሩ። ሚስተር ስተድሰን ናብቶም ኣብ ቅድሚኡ ዝነበሩ መራጺ ሽማግለ ድሕሪ በብሓደ ምጥማቱ ተዛረበ። ቅድሚ ዝተዋህበ ድምፂ ወግዓዊ ምግባርና ክብሎ ዝደለኹ ኣለኒ እሞ ንክሰምዑኒ ፍቓደኛታት ክትኮኑ ተስፋ እገብር። ጸገም የለን ተዛረብ። ሓንቲ ካብቶም ኣብ ቅድሚኡ ዝነበሩ ሰበይቲ ብኢዳ እናኣመልከተት ዘረብኡ ንኽቕጽል ኣፍቀደትሉ። ድሕረ ባይታኣማ ምስ ናይ ትካልና ተመሳሳሊ ኮይኑ ይረኺበዮ። መራጺት ሽማግለ ነዘን ቀዳሞት ቃላቱ ድሕሪ ምስምዖም ኣንፈት ዘረብኡ ንኸየሽክዖም መሊሶም ልዕሊ እቲ ዝጸንሕዎ ዝያዳ ጽን በሉ። ድሕረ ባይታኣ ንዛንታ ትካልና ብዘይ ቃላት ክገልጾ ክእል እዩ። ዛንታና ዓቐብን ቁልቁልን ዝበዝሖ ክቡር ዋጋ ዝተኸፍሎ እዩ። ርዝነት እዚ ታሪኽና ክንዮ ቃላት መግለጺ የድልዮ ኣሎ። ስለዚ ኣፈኛ ናይ ትካልና ክትከውን ዘለዋ ሞዴል ክንዮ ምውዕዋዕ ንምስልናያ ክትመስሎ ዘለዋ። ታሪኽና ኣብ ታሪኻ ክንጸባረቕ ኣለዎ። ተዛሪቡ ነቲ ካብ ልቡ ዝወጸ ቃላት ኣዳሚጾሞ ክኾኑ እናተተስፈወ ደጊሙ በብሓደ ጠመቶም። ቅድሚ ድምጾም ምሃቦም ነታ ዝደቀቀ ስምዒቶም ኣንቢቡ ክርድኦም ዝደለየ እዩ ዝመስል። ደጊምና ድምፅና ንሃብ። ነዞም ናይ መረፃ ሽማግለ ድምፆም ምሃብ ማለት ልክዕ ከምተን ናይ ሞዴላት ውድድር ርእሱ ዝኸኣለ ጸቕጢ እዩ ዝፈጥረሎም። ኤክስካሊበር ኪው ኣፈኛኦም ክመርፁ ከለዉ ዕቱብ ዝኾነ ውሳኔታት እዮም ዝወስዱ። ድሕሪ ዘለዓለም ዝወሰደ ትመስል ናይ ሓንቲ ደቂቕ ድምፂ ምሃብ ኣብ ውሳነ ተበፅሐ። ጸሓፊ ሚስተር ስተርሰን ኢላይ ነቲ ውጽኢት ብቓሉ ኣረጋገጾ። ብዓብላሊ ድምፂ ኣማ ተመሪጻላ። እቶም ሕጂ እውን ድምፆም ምቕያር ዘቕበጹ ብዘይ ምኽንያት ኣይኮኑን። ብኸይብሉን ወይ ከይግምግሙን ብዝብል ዕባራ ምኽንያት እዩ። ምናልባት ድምፆም እንተቐይሮም ንጥቕሚ ካምፓኒኦም ኣስፊሖም ከይሓሰቡ እዮም ኣቐዲሞም ወሲኖም ጸኒሖም ንኸይበሃሉ። ስለዚ ምግሃስ ክብረት ንኸየጋጥሞም ብምስግኦም እዮም። ኩሎም ንዕቤት ኤክስካሊበር ኪውሪኦሞን ብታሪኽ ክፈልጥዎን እዮም። እዚ ዘይበሃል ግዳማውን ዘቤታውን ውሽጣውን መሰናኽላት ሰጊሮምን መስኪሮምን በሲሎምን እዮም። ስለዚ ብዛዕባ ካምፓኒኦም ዝምልከት ኣብ ዝውሰነሉ ኣብ ዝናን ወዛሕዛሕን ክምርኮሱ ከም ዘይብሎም እኹል ተመክሮ ቀሲሞም እዮም። ስለዚ መሰረትን ድሕረ ባይታ ነዊሕ መሰናኽል ዝበዝሖ ታሪኽ ካምፓኒኦምን ክርስዕዎ የብሎምን። ናይ ምስማዕን ምርዳእን ኣረዲኡ ናይ ምኽኣልን ዓቕሚ ሚስተር ስተድሰን ንዓወት ኣማ ኣውሓሶ። እቲ ዝደለዮ ውጽኢት ድሕሪ ምርካቡ ኣይደንጎየን። ኢላይ ንማናጀር ኣማ ደዊሉ ጽባሕ ናይ ንጎሆ ናብ ቤት ጽሕፈቱ መጺኦም ውዕል ንኽፍርሙ ንኽሕብሮም ኣዘዞ። እንተኾነ በቲ ዝነበረ ናይ መረጻ ምቅይያራትን ምድንጓያትን ኢላይ ጌጋ ፈጸመ። እቲ ኣብ መዕጉርቲ ጅሰል ዝነበረት ብረት ወቓሕ በለቶን እታ ማናጀሩ ደልይዋ ዘሎ ኣማ ትበሃል ሞዴል ንሳ መሰለቶን። ስለዚ ንማናጀር ጅሰል፣ ሻያን፣ ደዊሉ ዘይብስራቶም ኣብሰራ። ሻያን ነቲ ዜና ምስ ሰምዐቶ ሓጎሳ ምቁጽጻር ስኢና

ካብ ደቒቕ ናብ ደቒቕ ግዜ እናተወንጨፈ ምስ ከደ፣ ተስፋ ክቖርጽ ጀመረ። ክንድዚ ተጸብዮም ክሳብ ዘይተደወሎም ንስዕረቶም ኣሜን ኢሉ ክቕበሎ ወሰነን ናብ ኣማ ጠሚቱ ተዛረበን። ትኽእልዮ ዘበለ ገይርኪ ኢኺ። እቲ ውጽኢት ከም ዝተጸበናዮ እንተዘይኮይኑ ጽባሕ ምስታ ቀዳመይቲ ነፋሪት ንኒውዮርክ ክንምለስ ኢና። ኣማ ብክንበብ ዘይክእል ስምዒት ኣብ ቅድሚ ፊኒስትራ ደው ኢላ ንደገ ተማዕዱ ነበረት። ንስዕረታ ፍጺም እያ ዘይተቐበለቶ። ክርስዑ ዘይብሎም ሓቅታት ኣለዉ። ዋላ ደኣ ጄኪ ዓለም ለኻዊት ሞዴል ንክትኮኒ መሰረት የትሕዝኪ፣ ጌና ምስተን ደረጃ ዘለወን ዓለም ለኻውያን ሞዴላት ኣይተሰርዓኽን ኣለኺ። ስለዚ ኣብ መጀመርያኺ ስዕረት ከጋጥመኪ ንቡር እዩ ሕማቕ ክስምዓኪ የብሉን ግድን ድዩ ኢድና ክንህብ ዘለና ዝኾነ ክንገብሮ ንኽእል የለን ኣማ ሓተተት እቲ ብሉፅ ሞያዊ ስነ ምግባር ካንፀባሪኪ ኢኺ እንተኾነ ኣብ ከምዚ ዝበለ ዓለም ለኻዊ ውድድር ዝናይ ቀዳማይ ስራዕ
ምስ ላዕለዎት ሓለፍቲ ናይ ኤክስካሊበር ኪው ክዘራረብ ደልየ ኣለኹ
ኣብ ኣዒንቲ ኣማ ናይ ዘይተሰዓርነት መንፈስ እናተራእየ ተዛረበት። ሉዊስ ናብ ኣዒንታ ኣተኲሩ ድሕሪ ምጥማቱ ቃላታ ካብ ልባ ምዃኖም ኣይሰሓቶምን። ዝበለ እንተበለ ከምጾ ዝኽእል ለውጢ የለን። ጽቡቕ ድላያ ንኸማልእላ ተሰማምዐ። ካብዚ ካብቲለ ቁጽሪ ቴሌፎኖም ከምጻልኪ እየ ከም ቃሉ ድሕሪ ብዙሕ ላዕልን ታሕትን ናይ ሚስተር ስተድሰን ቁጽሪ ቴሌፎን ረኸቦ። ኣይጸንሐን ብሞባይሉ ደዊሉ እውን እናተዛረበ ንኣማ ኣቐበላ። ነዚ ዓድል ብዝተኻእለካ ኣብ መዓላ ኣውዕልያ። ኣማ ርእሳ እናነቕነቐት ተቐበሎቶን ተዛረበትን።
ሰላም ሚስተር ስተድሰን። ኣነ ኣማ ሚለር እየ ከመይ ኣለኻ
ኦ ሚስ ሚለር ከመይ ኣለኺ
ለይቲ ምድሪ ስለ ዝደወልኩ ቅር እናበለኒ ይቕሬታ ምክንያት መደወለይ ብዛዕባ ኣፈኛ ወይ መወዓውዒ ስራሕ ናይ ኤክስካሊበር ኪው ክንዘራርብ ንእሽቶ ዕድል ክትበኒ ስለ ዝደለኹ እየ ማለት ዝጥዕመካ እንተኾይኑ
ሚስተር ሰድሰን ነገራት ተሓዋውስዎ ህዋእ ነቲ ዕድል ተዋሂባ ክነሳ ብዛዕባ እንታይ ክትእምነኒ ድኣ ደልያ? ካብ ኣብቲ ኣብ ቅድሚኡ ዝነበረ ኩባያ ማይ እናመዓጐ ንምንታይ ከም ዝደወለትሉ ክግምት ፈተነ። ምናልባት ኣብ መስርሕ ሓበሬታ ገለ ምድንጋር ተፈጢሩ ኣሎ ማለት እዩ። በቲ ኮይኑ በቲ እቲ ክትብሎ ዝደለየት ኣቐዲመ ክሰምዖ ኣለኒ። ጸገም የለን ይሰምዓኪ ኣለኹ ቀጽሊ። ንኽትቅጽል ኣተባብዓ።
ሓይልን ኣተሓሳስባን ናይ ኤክስካሊበር ኪው ብዝተኻእለኒ ኣዕሙቕ ኣቢለ ክርድኦ ፈቲነ እየ። ንመሰናኽላትኩምን ትንሳኤኹምን ምስ ረኣኹዎ፣ ሕሉፈይ ዘንብብ ዘለኹ ኰይኑ እዩ ተሰሚዑኒ። ነዚ እናረኣኹ ኣፈኛ ናይ ኤክስካሊበር ኪው ክኸውን ብዘይምኽኣለይ ሕማቕ ተሰሚዑኒ። ብቃላታ ተምሳጥ ሓዲርዎ ብውሽጡ እናሰሓቐ። ኣከንዳኺ ካልእ ሞዴል ክንገብር ወሲና ብምንባርና ዘስሕቕ እዩ። ንሰሓቑ ሰሚዓቶ ከይትኸውን እሞ ብጌጋ ንኸይትርድኦ ሓሳቡን ሰሓቑን ኣቋሪጹ ተዛረበ። ምስ ሚለር እንታይ እዩ ተፈጢሩ ኣይተረድኣንን ኣሎ። ምናልባት እቲ መልእኽቲ ካብ ናብ ክመሓላለፍ ከሎ ምድንጋር ኣጋጢሙ ክኸውን ይኽእል እንድዩ። እንተኾነ ኣብቲ ናይ ሎሚ ናይ ምሸት ኣፈኛና መን ትኹን ኣብ ዝብል ናይ ድምፂ ምሃብ ዝነበረ መስርሕ ንስኺ ኢኺ ተዓዊትኪ። ካብ ደወልክለይ ንእግረ መገደይ ትውዕል ፅባሕ ንግሆ ሰዓት ትሽዓተ መፂእኺ ንክትፍርምዮ ክንፅበየኪ ኢና። ተዛሪቡ ፎኪስ ክምስታ ክምስ ኢሉ እንቋዕ ሓጎሰኪ ኸኣ ነቲ ከይተረድኣ ዝጋላሃቶ ከናፍራ ኣጻብዕታ ሰዲዳ ዓበሰቶ። ነዚ ንኽትገብር ነታ ሒዛታ ዝነበረት ሞባይል ዳርጋ ኣውዲቓታ'ያ ነይራ። ነዚ ዝረኣየ ሉዊስ ገለ ዘጋጠመ መሲልዎ ንኽሕግዛ ካብ ኮፍ ኢልዎ ዝነበረ ብድድ በለ። ልዕሊ ኩሉ ንመናጀርኪ ክተመስግንዮ ኣለኪ ዋላ ድኣ ተዛራቢ ኣይኹን ውሑዳትን ርጡባትን እዮም ቃላቱ ብቕልል ዝበለ መገዲ እዩ ሓሳብና ከም ንቅይር ገይርና ሚስተር ሰድሰን ፍሽኽ እናበለ ተዛረበ። ተስፋ እገብር ምትሕግጋዝና ኣብዚ ጥራሕ ተሓጺሩ ከይተርፍ።
ኣነ እውን ንመጻኢና እናተደጋገፍና ክንከዶ እዩ ትምኒተይ።
ኣማ ብታሕጓስ ወጨጨትን ዳርጋ ከይተፋነወቶን ንምድዋሎም ዓጽያ ንሉዊስ ሞባይሉ ኣቐበለቶም። ንፍሽኽታኣን ሓጎሳን ዝረኣዩ ሊዛን ሉዊስን ስለምንታይ ንምፍላጡ ምሕታት ኣየድለዮምን። ሊዛ ብድድ ኢላ እናወጨጨት ተሰራሰረት። ኣማ ግን ንሓጎስ ኣቋሪጻ ኣጨምቲ ኢላ ናብ ልዊስ እናጠመተት ተዛረበት። ሚስተር ስተድሰን ከም ዝበሎ እንተኾይኑ ማናጀረይ ሓሳቦም ከም ዝቐየሮም እዩ ሓቢርኒ። ንስኻ ዲኻ?
ልዊስ ርእሱ እናነቕነቐ መለሰላ። እዋ እንታይ ኮንክቲ ማዕረ ክንዱ ዓቕሚ እንተዝህልወኒ ነይሩ ደኣ ኣክንዲ ብቓላት ክመኽረኪ ኢለ ዝፍትን ብተግባር ዘይመርኣኹኺ ማናጀር ግኮ ማዕረ ተኣምር እዩ ሰሪሑ ነዚ ውፅኢት ኣብ ግምት ኣቲኺ ካብ ዓሰርተ ክንደይ ምሃብክዮ መቸም ካበይ ኣዝዩ ዝበለፀ እዩ
ሕራይ ደሓን መን እዩ እሞ መንነት ማናጀራ ንክነግራ ደጊማ ሓተተቶ ንፅባሕ ዘይበሃሎ ስራሕ ስለ ዘጓነፈዩ ክመፅእ ዘይከኣለን ኣክንድኡ ንዓይ ሰዲድንን ድሕሪ ቃለ መሕተትክን ነገራት ደሓን ዘይምዃኖም ምስ ተረድኡኒ ገለ ንክገብር ደዊለሉ ነይረ። ስለዚ ደዊሎ ኣእሚንዎም ኣሎ ማለት እዩ። ሉዊስ ዘየድልዩ ቃላት ንኸይመልቆ እናተጠንቀቐ ይዛረብ ነይሩ። ብናተይ ርድኢትን ዝፈልጦን ኣብ ስርሑ ብሉጽ መወዳድርቲ ኣልቦ እዩ። ኣፈኛ ንኤክስካሊበር ኪው ኮይና ክትምረጽ ብምኽኣላ ልባዊ ሓጎስ ተሰምዓ ዋላ ደኣ ንኣባል ስታር ኪንግ ክትስዕራ ብምኽኣላ ኣብ ተሓጎሳ ገለ ታራ ይንበሮ፣ እቲ ቀንዲ ምኽንያት ግን ካልእ እዩ። ንታሪኽ ኤክስካሊበር ኪው ምስ ኣንበበቶ ከምዚ ናታ ጽላሎት ኮይኖም እዮም ተሰሚዖማ። ዝኽተልዎ መገድን ዓወታቶምን ናይ ብሓቂ ዕግበትን ስሕበትን ፈጢርላ። ዘካየደቶ ጻዕራ ነቲ መስርሕ ግቡእ ንምልባሱ እንተዘይኮይኑ ከምዚ ኮኾቦም ኣቐዲሙ ተጋጭዩ ዝጸንሐ ኮይኑ እዩ ተሰሚዑዋ። ኣይጸንሐትን። ሞባይላ ኣውጽኣ ናብ ኤሪክ ንክትድውል ትንዕ ትንዕ በለት። ድሕሪ ቅሩብ ናይ ኒውዮርክ ሰዓታት ካብ ሚላን ድሕር ዝበለ ብምዃኑ ኣብ ስራሕ ከይህሉ ተሰከፈት። ስለዚ ዒኒኒ ኣቋሪጻ መልእኽቲ ጸሓፈትሉ።
ኣፈኛ ኤክስካሊበር ኪው ኮይነ ተዓዊተ።
ዋላ ድኣ ትጽሓፈሉ እምበር ንእለቱ ክምልሰላ ትጽቢት የብላን። እንተኾነ ግን ክንይኡ ክንዮ ክንዮ ትጽቢታ ሓሊፉ ደዊሉ ሳርፕራይዝ ገበራ። ኣብ ግዜ ሓጎሳ ድምጹ ክትሰምዕን ክትዕልሎን ምዃና ምስ ፈለጠት ብታሕጓስ ፍንጭሕ በለት። እቲ ዝገርም ግን ቃላታ ንውሽጣ ክገልጾ ብዘይምኽኣሉ እዩ። ብምድዋሉ ዘይተሓጎሰት መሲላያ ተዛሪባቶ።
ኣብኡ የላን ኢልካ ልዕሊ ዓቐን ትሰርሕ ጥራሕ ከይትህሉ። ኣጋጣሚ ኮይኑ ስርሐይ ኣጻፊፈ ንገዛ ከይደ ንደወልኪ ክጽበ እናሓሰብኩ ኢኺ ጽሒፍክለይ። እቲ ንቃላቱ ዘሰንዮ ዝነበረ ቃና ተሓጒሱ ይዛረብ ከም ዘሎ ኣማ ንምግማቱ ኣይጸገማን። ከም ትዕወቲ ነብሰይ ነግረኒ ነይሩ እዩ።
ናይ ብሓቂ ስራሕ ወጺእኻ ንገዛ ክትብገስ ትዳሎ ጸኒሕኻ? ክሳብ ሕጂ ከም ዘይኣመነቶ ኮይና ተዛረበት። ኤሪክ ኣማራጺ ስለ ዘይነበሮ ነቲ በቦትኡ ሒዝ ዝነበረ ወረቓቕትን ተዓጽያ ዝነበረት ላፕቶቡን ቪድዮ ከፊቱ ኣርኣያ። ርኢኽዮዶ? ኣብ መወዳእታ፣ ጥርጣሬኣ ተቐንጢጡ ናብቲ ቀንዲ መደወሊኣ ኣተወት። ኤሪክ፣ ኣፈኛ ኤክስካሊበር ክኸውን ብምኽኣለይ ማዕረ ክንደይ ተሓጒሰ ኣለኹ ክገልጸልካ ኣይክእልን እየ። እዚ ደኣ እሞ ርዱእ እንድዩ። ንበዓልቲ ቤቱ ከም ከብዲ ኢድ'ዩ ዝፈልጣ፣ ንፍርያት ኤክስካሊበር ኪው ትፈትዎ እያ። ስለዚ'ዩ ኣብታ ምስ ኮላይዶስኮፕ ዝፈረመትላ መዓልቲ፣ ኣብ ርእሱ ዝመጸቶ ቀዳመይቲ ስራሕ ንሳ ኰይና። ክሳብ ናብ ሚስተር ስተርሰን መደወሊኡ እውን ነዚ ፈሊጥ እዩ። እቲ ደስትኡ ኣብ ፍጻሜ ድኻሙ ንኮንቱ ብዘይምዃኑ እዩ። ከመይ ከ ኰንኪ? ሕሽኪ ዶ?
ሕጂ ደኣ ኣምላኽ ይመስገን ጽቡቕ ኣለኹ። ንምዃኑ ዓይንኻ ኣፍጢጥካ እናሓለኻ ነድኣ ክሕሸኒ እንተዘይኮይኑ ከመይ ኢለ እየሞ ክሓምም? ኣማ ተላገጸት። ነፊሩ ኣብ ጎና ኩሉ ይጸልአን ርእሳ እናደረዘ ደገፉ ብተግባር ከርእያ። እንተኾነ ግን እቲ ምስ ዴቪድ ዘለዎ ፕሮጀክት ኣይኮነን ሕጂ ኣብ ዝሓጸረ ግዜ ብነፋሪት ክነፍር ዘፍቅደሉ ኣይመስልን። መጻምዲ ብጥዑም ቃላት ምውዳሰን ፍቕሮም ምግላጽን ቀጸልዎ። ሉዊስን ሊዛን ብምጥማት ተረዳዲኦም ኣብ ማዕላል ከይወደኣት ክፍላ ገዲፎምላ ወጹ። ዋላ ድኣ ካብቲ ክፍሊ ይውጹ እምበር ፍቕራዊ ዕላል መጻምዲ ኣብ ርእሶም ስልጣን ሒዙ ጽልዋ ኣሕደረሎም። ብዛዕባ ዘፍቅርዎም ሰባት ምሕሳብ ተተሓሕዝዎ። ምሉክ እንተ ዝድውለሉ እንታይ ኢልና ምዕለልና? ሊዛ ብውሽጣ ሓሰበት። ሊዛ ናብ ክፍሊ ኣትያ ናብ ሉክ ክትድውል ኣለዋ ዶ የብላን ነብሰ ምጉት እናገበረት ኣብ ዓራታ ተጎንቢያ ኣለበጠት። ድሕሪ ክንደይ ወሲና ደወለትሉ። ንደወላ ከም ዘይተቐበላ ምስ ፈለጠት ነብሰ ምትሓት ተሰምዓ። ትም ኢለ ከምዚ ከይተዓደመ ዝመጸስ ከይጸገበ ወጸ ገይረይ ሓቀይ ኣበይ ኣለኺ ዘይተባሃልኩስ ኣብ ዘለኹ ካብ ናብ ፍቕራት ናብ ጓኖት እኮ ንቐርብ ስለዚሲ ከመይ ኢሉ እሞ ዘዝደወልክዎ ደወል ክቕበለኒ
ሃንደበት ነብሳ እናተሓጸበትን ተፈኾሳን ካብዚ ሓሳብ እንተተጋላገለትን ኢላ ተሲኣ ናብ ሻወር ከደት። እቲ ዕድል ዘይገበረቶ ንነብሳ ማይ ኣፍስስ ክተብለሉን ሞባይላ ናይ ደወል ድምፂ ክተስምዕን ሓደ ኮነ። ነዚ ድምፂ ዝሰምዐት ሊዛ ካብቲ ሻወር ተወጢማ ደዋሊ ንምፍላጥ ኣዒንታ ኣጨምቲላ ኣማዕደወት። ሉክ ምዃኑ ምስ ረኣየት ንነብሳ ብሽጎማ ንምንቃፅ ረሲዓቶ ካብ ነብሳ ማይ ዘርጠብጠብ እናበለ ጎየየት።
ሉክ
እንታይ ነይሩ ደኣ ደዊልክለይ ጸኒሕኺ? ደቂሱ ከም ዝጸንሐ ብድምጹ ኣለለየቶ። ኣቐዲማ ክድውለሉ ከላ ዝነበረ መደባ ኣማነቲ ናይ ንግዲ መወዓውዒ ከም ዝተዓወተትሉ ኣመኽንያ ንክተዕልሎዩ ነይሩ። እንተኾነ ኣብ ሕጂ በጺሓ ህጻን ዘየምኽንዮ ምኽንያት ኮይኑ ተሰምዓ።
እስከ ደሓን ሚስተር ሮበርትስ ሰበይቱ ኮይናቱ ተሓጒሱ ንልክ ግን ማዕረ ክንዱ ኣገዳሲ ኣይኮነን።
ካልእ ምኽንያት እንተረኸበት ኣፋ ከፈተቶን ዓጸወቶን፣ እንተኾነ ንቃል ዝኸውን ሓሳብ ኣይረኸበትን። እኳ ደኣ ካብቲ ተወሊዑ ዝነበረ ቬንቲሌተር ንፋስ ስለ ዝሰሓበት ሰዓለት። እንተ ደኣ ቁሪ ስሒብኪ ዲኺ? ኣብ ልዕሊ ጥዕናኣ ተገዳስነት ስለ ዘርኣየ ብክምስታ ተመየጸት። ናና ቁሪ ዝበሃል ኣይሰሓብኩን። ኦው ብጣዕሚ ጽቡቕ ካልእ እንተዘየለ ናብ ድቃሰይ ክምለስ እየ። ዋእ እንታይ ከደኣ ሰዓታት ድቃስ ኣይኣኸለን ድዩ ክሳብ ሕጂ ዘይደቀስኪ?
ኣኺሉ እምበር ንኽድቅስ እንድየ ክዳሎ ጸኒሐ።
ዋላ ደኣ ቃላቱ ፍቕራውያን ኣይንበሩ ድምፁ ብምስማዓ ጥራሕ ሕጉስጉስ እናበለት ከንፈራ እናረምጠጠት መለሰትሉ። ዕላሉ ይመቅር ኣይመቅር ከቋርጾ ድላይ ኣይኮነን እንተኾነ ደቂሱ ከም ዝጸንሐ ዘኪራቶ'ያ። መደቀሲኡ ምኽንያት ስራሕ ጽዒቑዎ ውዒሉ ኣብ መንጎ ንኸዕርፍ ከም ዝደቀሰ ገይራ ደምደመቶን ሕማቕ ተሰምዓን። ስለዚ ተሰኪፋ ተፋነወቶን ሞባይላ ዓጸወቶን። ሃንደበት በዚ መጺኡ ዘይበለቶ ጽምዋኣ ተጻዕና። ክብደት ጽምዋኣ መመሊሱ ወሰኸ። ካብ መንጎ ድቃሱ ተባራቢሩ እኮ ተመሊሱ ደዊሉለይ እዚ ማለት ኣብ ልቡስ ገለ ፍሉይ ቦታ ኣለኒ ማለት እዩ ሓቂ
ንነብሳ ኣጻናንዐታ
ክቡራት ተኸታተልቲ መደብና ሳብስክራይብ ላይክ ሼር ኮመንት ብምግባር ከተተባብዑና ከዘክረኩም እፈቱ።
ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና። ሰላም ወሰናይ